ኣብ ሓደ መሐብሐቢ ቆልዑት በታ ተዕብዮም ሰበይቲ ትጋፋእ መጽሓፍ ምንባብ ትፈቱ ሓንቲ ዘኽታም ቆልዓ ነይራ። ካብ ዕለታት ሓደ መዓልቲ እዛ ቆልዓ ናብ ላይብረሪ ኣትያ መጽሓፍ ዳንበበት ከላ ሓደ ፍሉይ ኣስማት ዘለዎ መጽሓፍ ትረክብ። እዛ ቆልዓ ብኸመይ ነዚ ኣስማት መሊኻ ንነብሳን ንመሓዙታን ከም ተድሕን ተርእየና። ሞሊ ሙን ዘርእስታ ኣብ ክልተ ሽሕን ዓሰርተ ሓሙሽተን ዝተሰርሐት ጥዕምቲ ፊልም ሒዘልኩም መጽየ ኣለኹ ነዛ ፊልም ላይክ ዳበልና ንጀምራ። ፊልምና ክትጅምር ከላ ኣብ ሓደ መሐብሐቢ ዘኽታማት ትነብር ሓንቲ ሞሊ ዝተባህለት ዘኽታም ቆልዓ ንላለ። ሞሊ መጽሓፍ ምንባብ ኣዝያ ትፈቱ ቆልዓ እያ። ናይዚ መሐብሐቢ ህጻናት ሓላፊትን ብፍላይ ነዞም ቆልዑ ትቆሃጽሮም ኣንደርስቱድ ዝተባህለት ሰበይቲ ኣላ። ኣንደርስቱድ ኣዝያ ቁጥዕትን ጨካንን ሰበይቲ ክትከውን ከላ፣ ነቶም ቆልዑ ቲቪ ክሪኡ፣ መጽሓፍ ከንብቡን ክዘናግዑን ኣይትፈቕደሎምን። ካብ ትእዛዛ ወጺኡ ዝተረኸበ ቆልዓ ድማ ሓያል መቕጻዕቲ እዩ ዝጽበዮ። ሞሊ ግን መጽሓፍ ምንባብ ኣዝያ ስለ ትፈቱ፣ ኣንደርስቱድ ንኸይትሪኣ ተሓቢኣ መጽሓፍ ተንብብ ኣላ። ድሕሪ ንእሽተይ ጻንሒት፣ ሮኪ ዝተባህለ መሓዝኣ ይመጽእ'ሞ፣ ንሱን መሓዙቱን ስለ ዝጠመዮም ምግቢ ንስረቕ ይብላ። ሽዑ ክልቲኦም ምግቢ ሰሪቖም ምስ ኩሎም መሓዙቶም ኮይኖም ተማቒሎም ምብላዕ ይጅምሩ እሞ ኣንደርስቱድ ግን ድምጺ ሰሚዓ መጺኣ ንኹሎም ክትቁጥዖም ትጅምር። ሞሊ ድማ ንሳ ብዝበደለቶ ክሎም ክቕጽዑ ከም ዘይብሎም ስለ ትሓስብ ነቲ ምግቢ ዝሰረቐቶ ንሳ ምዃና ትዛረብ። ኣንደርስቱድ ከኣ ብሕርቃን ንሞሊ ንሓደ ሰሙን ሽቓቕ ንኽትጸርግ ትቐጽዓ እሞ፣ ነቶም ዝተረፉ ቆልዑ እውን ካብ ሞሊ ተቐቢሎም ስለዝበልዑ ሓደ ሰሙን ካብ ገዛ ከይወጹን ብተወሳኺ እውን ኩሎም ዓሳ ስለዘይፈትዉ ንሓደ ሰሙን ዓሳ ጥራሕ ንኽበልዑ ትፈርደሎም። ኣብ ምሳሕ ሰዓት ዓሳ ይቐርበሎም እሞ ኩሎም ዓሳ ስለዘይፈትዉ ጥዕም ጥዕም ኣቢሎም የቋርጽዎ። ኣብዚ እዋን ሞሊ ኣብዛ ከተማ ዝዳሎ ፍሉይ ክእለት ናይ ዘለዎም ቆልዑ ውድድር ከምዘሎ ዝሕብር ወረቐት ትርኢ እሞ ሮኪ ኣዝዩ ጥዑም ድምጺ ስለ ዘለዎ ብደርፊ ንኽወዳደር ትሕብረሉ። እዙይ ዝሰምዐት ሓንቲ መሓዝኦም ግን ንሮኪ ክተባጭወሉ ትጅምር እሞ ሞሊ ንዛ ቆልዓ እንክቋየቋ ይጅምራ። ኣብዚ እዋን ኣንደርስቱድ መጺኣ ብሕርቃን እንዳተቖጠዐት ተንከላ ኣብ ኢድ ሞሊ እቲ ብዛዕባ ውድድር ዝሕብር ወረቐት ስለ ዝረኸበት ሕጂ እውን ብሕርቃን ንሓደ ሰሙን ኣቑሑት ንኽትሓጽብ ትቐጽዓ። ሞሊ ድማ ድሕሪ ምሳሕ እቲ ምሳሕ ዝወልዑሉ ኣቑሑት ክትሓጽብ ትኸድ እሞ ሮኪ እውን ምስኣ ብምኻድ ኣብ ጎና ኮይኑ እንዳደረፈ የዘናግዓ። ሞሊ ሕጂ እውን ኣብቲ ውድድር ተመዝጊቡ ንኽወዳደር ክትሓቶ ከላ ንሱ ግን በይንኺ ስለ ዝኔኺ እየ ዝደርፍ ዘለኹ እምበር ሰበብ ዝተኣከቦ ስለ ዝሓፍር ክደርፍ ኣይክእልን ይብላ። ሞሊ ድማ ኣጆኻ ናብቲ ቦታ ምሳኻ ከይደ ሕፍረትካ ክተውግድ ክሕግዘካ እየ ከምዚ ጌርካ ኢኻ ንህይወት ተስንፋ እንዳበለት እንዳተባብዐቶ ከላ ሃንደበት ኣንደርስቱድ ትመጾም። ኣንደርስቱድ ስለ ዝሰምዐቶም ድማ ካብዚ ቦታ ክወጽእ ዝፍቀዶ ዋላ ሓደ ሰብ የለን ክትወጹ ተኮይንኩም ዕድለኛታት ኮንኩም ከዕብየኩም ዝደሊ ሰብ ክትረኽቡ ኣለኩም እንተኾነ ግን ከማኹም ዝበለ ቆልዓ ደላይ ስለ ዘይብሉ ተስፋ ቁረጹ ትብሎም። እዚ ዝሰምዐት ሞሊ ግን ብሕርቃን ንሳ እውን ጸሪፋታ ናብ ክፍላ ትኸድ። ሞሊ ናብ ክፍላ እንዳኸደት ከላ ቤሪ ዝተባህለት ኣብ ዝምዕበዩ ቆልዑ ትሰርሕ ሰበይቲ ትረኽባ። ቤሪ ካብ ኣንደርስቱድ ብዝተፈለየ መልክዑ ነዞም ቆልዑ ብፍቕሪ ክትቀርቦምን ክትሕብሕቦምን ትብህግ። ከም ደቃ ትሪኦም ንሶም እውን ከም ኣዲኦም ዝርእዩዋ ክትከውን ከላ። ኣብዚ እዋን ድማ ነታ ሓሪቓ ዝረኣየታ ሞሊ እንታይ ኮይንኪ ኢኺ ኢላ ትሓታ። ሞሊ ድማ እቲ ዘጓነፋ ኩሉ ትነግራ እሞ ሽዑ ቤሪ። ንሳ ንፍዕቲ ቆልዓ ምዃናን ኣብዚ ሕጂ ዘለዋ ነብሰ ተኣማንነት ኣብ ህይወታ ኣገዳሲ ስለዝኾነ ተስፋ ንኸይትቖርጽ ነጊራ ተረጋግኣ። ንጽባሒቱ ሞሊ እቲ ትማሊ ኣንደርስቱድ ዝወስደኩም ሰብ ኣይትረኽቡን ዝበለታ ዳዘከረት በይና ኮፍ ኢላ እንዳሓሰበት ከላ ሮኪ ብምምጻእ ሓቢርና ንጻወት ይብላ እሞ ንሳ ግን ክትሓርቅ ከላ ምስ ሰብ ክትከውን ስለዘይትደሊ መጽሓፍ ከንብብ እየ ኢላቶ ሓዲጋቶ ናብ ላይብረሪ ትኸድ። ሞሊ ኣብቲ ላይብረሪ ኣትያ መጽሓፍ እንዳ ደለየት ከላ ኑክማን ዝተባህለ ወዲ ይመጽእ እሞ ነታ ናይዚ ላይብረሪ ሓላፊት ሂፖኖቲዝም ዝብል መጽሓፍ ንኽትህቦ እንዳ ሓተታ ትሰምዕ። ኣብዚ እዋን እታ ሰበይቲ ከምኡ ዝበሃል መጽሓፍ ከም ዘየለ ክትነግሮ ከላ ንሱ ግን ነታ መጽሓፍ ደልዩ ካብ ኢንግሊዝ ከም ዝመጸ ብምንጋር ደጊማ ንኽትርእየሉ ይምሕጸና። እዙይ ትሰምዕ ዘላ ሞሊ ድማ ኣጋጣሚ ሂፖኖቲዝም ዝብል መፅሓፍ ትረክብ እሞ ከመይ ዓይነት መፅሓፍ ይኸውን ኢላ ናይ መጀመርያ ገፁ ከፊታ ክተንብብ ትጅምር እሞ ብዝገርም መልክዑ ኣዝዩ ሰሓቢ መፅሓፍ ኮይኑ ስለዝረኸበቶ ሒዛቶ ንኽትከይድ ትውስን። ሞሊ ነዛ መፅሓፍ ሒዛታ ክትከይድ ክትብል ግን እታ መፅሓፍ ካብ ኢዳ ትወድቃ እሞ ኑክማን ሪእዋ ንኸሕድጋ ናብኣ ክቐርብ ይጅምር። ሞሊ ግን ቀዲማቶ ዝገበረት ገይራ ነታ መፅሓፍ ሒዛ ክትጎዪ ትጅምር እሞ፣ ሉክማን ደድሕሪኣ ክስዕብ ከሎ ዳጉየት ተምልጠሉ። ኣብዚ እዋን ኑክማን ዳጉየ ከርክባ ስለ ዘይከኣለ ኣብቲ ከባቢ ንዝነብሩ ሰባት ታወይቲ እያ ኢሉ ይሓቶም እሞ ንሶም ድማ ሹማ ሞሊ ምዃኖን ኣብቲ መሐብሐቢ ህጻናት ከም ትነብር ይነግርዎ። ሞሊ ናብ ገዝኣ ከይዳ ነቲ መጽሓፍ ክተንብቦ ከላ ድማ ኣብቲ መጽሓፍ ሂፕኖሲስ ዝተባህለ ጥበብ ደቂ ሰባት ቀደም ዝጥቀምሉ ከም ዝነበረን እዙይ ድማ ከም ጭንቀት፣ ፍርሕን ሕማምን ዝኣመሰሉ ነገራት ኣወጊዱ ናይ ደቂ ሰብ ህይወት ቀሊል ከም ዝገብር እንተንብብ። ቀጺላ ድማ ናይዚ ጥበብ በዓል ዋና ክትከውን እንተደሊኻ ነዛ መጽሓፍ እንዳንበብካ ኣብዛ መጽሓፍ ዘንበብካዮም ተግባራዊ ክትገብር ከም ዘለካ እንተንብብ እሞ ሽዑ ደስ ኢሉዋ ነዛ መጽሓፍ ክተንብባ ትቐጽል። ሞሊ ነቲ መጽሓፍ ምስ ኣንበበት ድማ እቲ ተንብቦ ዘላ ሓቂ ምዃኑ ንክተረጋግጽ ደልያ ኣብቲ ጨካን ናይ ኣንደርስቱድ ከልቢ ንክትፍትኖ ትውስን እሞ፣ ብዝገርም መልክዑ ነቲ ከልቢ ተቖጻጺራ ኣፍዚዛ ደው ተብሎ። ኣብዚ እዋን ድማ ሮኪ መጺኡ ንምንታይ ደኣ ደርፊ ክለማመድ ከለኹ ዘይመጻኺ ኢሉ ይሓታ እሞ ንሳ ከኣ ኣገዳሲ ስራሕ ከም ዝነበራ ነጊራ ይቅርታ ትብሎ። ሞሊ እተብ ከልቢ ዝተዓወተላ ኣስማታ ሕጂ ድማ ኣብ ደቂ ሰባት ንኽትፍትኖ ትውስን እሞ ናብታ ምግቢ ትሰርሕ ጓል ብምኻድ ካብ ሕጂ ንደሓር ዓሳ ንኸይትሰርሕን እቶም ቆልዑ ዝደልይዎ ምግቢ ንኽትሰርሐሎም ትእዝዛ። ምሳሕ ሳዕ ተኣኺሉ፣ እቶም ቆልዑ ምሳሕ ንኽበልዑ ናብ ቦትኦም ክኸዱ ከለዉ ድማ፣ በታ ኣንደርስቱድ ዝቐጽዐቶም መሰረት፣ ንሓደ ሰሙን ዓሳ ስለ ዝበልዑ፣ ገጾም እንዳተጸዋወጉ ናብቲ ቦታ ይኸዱ'ሞ፣ ብዝገርም መልክዑ ግን ኣብ ምሳሕ ዓሳ ዘይኮነስ፣ ንሶም ዝፈትውዎ ምግቢ ኮይኑ ምስ ጸንሖም ኣዝዮም ይሕጎሱ። ኣብዚ እዋን ግን ኣንደርስቱድ ሓደ ሓበሬታ ንኽትነግሮም ናብቲ ክፍሊ ትመጽእ'ሞ፣ ንሳ ዓሳ ንኽበልዑ ኣዚዛ እንዳሃለወት ካሊእ ምግቢ እንዳበልዑ ስለዝጸንሕዋ ኣዝያ ሓሪቓ ነታ ጸብሒ ሰራሒት እንታይ ስርሒ ድየ ዝበልኩኹ እንዳበለት ክትቁጠዓ ትጅምር። ቤሪ ድማ እዚኦም እኮ ቆልዑ እዮም ዝፈትውዎ ምግቢ እዮም ክበልዑ ዘለዎም ከምቲ ትርእዮም ዘለኺ ድማ እቲ ዝሰርሐትሎም ምግቢ ፈትዮሞ ይበልዕዎ እዮም ዘለዉ ስለዚ ከምኡ ክትብሉ እዮም ኣይትኽእልን ትብላ እሞ ኣብ ቅድሚ ኩሎም ተኻቲዓ ክትወጾ ከምዘይትኽእል ዝተረደኣት ኣንደርስቱድ፣ እቲ ሒዛቶ ዝመጸት ሓበሬታ ክትነግሮም ትጅምር። ኣብ ቀረባ እዋን ሓደ ቆልዓ ንኸዕብዩ ክወስዱ ዝመጹ ስድራቤት ኣለዉ ትብሎም እሞ፣ ነቶም ኣዝዮም ዝፋተዉ ሞሊን ሮኪን ክተፈላልዮም ስለዝደለየት፣ ናብ ሮኪ ቀሪባ እዞም ስድራቤት ንዓኻ እዮም ክወስዱ ዘለዎም፣ ንስኻ ድማ ጽቡቕ ተኸዳዲንካ ብጽቡቕ መልክዑ ቅረቦም ትብሎ። እዚ ዝሰምዐ ሮኪ ግን ካብታ ኣዝዩ ዝፈትዋን ከም ሓፍቱ ዝሪኣን ሞሊ ክፍለ ከም ዘይደሊ ኣትሪሩ ይነግራ እሞ እንተኾነ ግን ከም ዘይትሰምዖ ነጊራቶ ትኸድ። ብድሕሪኡ ናይ ፊልምና ትርኢት ተቐይሩ ምሸት እዞም ክልተ ቆልዑት በይኖም ኮይኖም ዳተጻወቱ ከለው ኣንደርስቱድ ከምዚ ትገብር ዘላ ንኽልቲኦም ክትፈላልዮም ደልያ ከም ዝኾነትን እንተኾነ ግን ንሶም ክፋላለዩ ከም ዘይደልዩ እንዳዋግዑ ንሰምዕ። እዙይ ዝተረደእት ቤሪ ድማ ናብ ናይ ኣንደርስቱድ ቤትጽሕፈት ትኸይድ እሞ ሮኪን ሞሊን ኣዝዮም ስለ ዝፋተዉ ንኽልቲኦም በበይኖም ክትሰድዮም የብልክን። እዚ ሕጂ ተረኺቡ ዘሎ ዕድል ካሊእ ቆልዓ ንኽጥቀመሉ ንግበር እሞ ኣብ ቀጻሊ ክልተ ቆልዑ ዝደልዩ ሰባት ክመጹ ከለዉ ንኽልቲኦም ብሓደ ክንሰዶም ትብላ። ኣንደርስቱድ ግን ብንዕቀት እዙይ ናተይ ስራሕ እዩ ድሕሪ ሕጂ ከምዙይ ዝበለ ነገር ክተዛርብኒ ኣይደልን ትብላ እሞ ቤሪ ኸኣ ነዞም ቆልዑ ከመይ ጌርካ ከም ተሳቅዮም ስለ ዝፈልጥ ናብ ፖሊስ ሪፖርት ክገብር እየ ትብላ እሞ ኣንደርስቱድ ዋላ እኳ ሕጉስቲ ተዘይኮነት ይኹን እምበር ከይፈተወት በዚ ሓሳብ ክትሰማማዕ ትግደድ። በቲ ሓደ ድማ ኑክማን እታ መጽሓፍ ካብ ሞሊ ንምስራቕ ናብቲ መሐብሐቢ ህጻውንቲ ይመጽእ እሞ ብዝገርም መልክዑ ግን ኣንደርስቱድ ስለ ዝረኸበቶ እንታይ ክትገብር መጺኻ ትብሎ። ኑክማን ድማ ከምዚ ዓይነት ሕቶ ክመጽኦ ከም ዝኽእልን እንታይ ክምልስ ከም ዘለዎን ተዳልዩ ስለ ዝመጸ፣ ኣብዚ ብዙሓት ቆልዑት ስለ ዘለዉ ዋላ እኳ ገንዘብ ተዘይሃለወኒ ብጉልበተይ ንኽሕግዝ እየ መጺኤ ይብላ እሞ ኣንደርስቱድ ድማ ኣብቲ መረባ ዝነበረ ኣዝዩ ጨናዊ ጉሓፍ ጉሓፎ ትብሎ። ንኩማን ኣብ ዘይሓሰቦ ፈተና ኣትዩ ኣብ ስራሕ ክውዕል ከሎ ሞሊ ድማ ነቲ መጽሓፍ ኣንቢባ ወዲኣ ናይ ሂፕኖሲስ ጥበብ ክትጥቀመሉ ኣብ ትኽእል ደረጃ ትበጽሕ። ሞሊ በቲ ዘንበበቶ መሰረት ናይ ዝተጨናነቐ ሰብ ሓንጎል ምቁጽጻር ከቢድ ምዃኑ ፈሊጣ ኣላ። ንሓደ ሰብ ሓንጎሉ ክትቆጻጸሮ ተኾይንካ፣ ኣብ መጀመርያ እቲ ሰብ ንኽራጋጋእን ናብ ሕጉስ መንፈስ ንኽምለስ ክትሰርሕ ከም ዘለካ እያ ትሓስብ። በቲ ሓደ ድማ ኣንደርስቱድ ነታ ኣብዚ ትካል ነዞም ቆልዑት ትብድል እዮ መለኽ እንዳበለት ትካታዓን ብተወሳኺ እውን ከምዚ ተጌርኪ ናብ ፖሊስ ሪፖርት ክገብር እየ እንዳበለት ተፈራርሓን ቤሪ ቀቲላ ካብዚ ትካል ንኽተሰናብታ ትሓስብ እሞ ኣብ ላዕለዋይ ደብሪ ኣምፑል ንኽትቅይር ትሓታ። እዚ ዘይተረደኣት ቤሪ ድማ ሕራይ ኢላ ኣምፑል ንኽትቅይር ኣብ ወንበር ትድይብ እሞ ሽዑ ኣንደርስቱድ ነቲ ወንበር ብእግራ ወቒዓ ካብ ላዕለዋይ ደብሪ ተውድቓ። ኣብዚ እዋን ኣምፑላንስ መጺኣ ቤሪ ናብ ሆስፒታል ክትውሰድ ከላ እቶም ቆልዑ ድማ እታ ዝፈትውዋ ቤሪ ኣዝያ ተሃስያ ናብ ሆስፒታል እንዳኸደት ብምርኣዮም ኣዝዮም ሓዚኖም ብዓይኖም የፋንውዋ። እዚ ዝረኣየት ኣንደርስቱድ ግን ብሕርቃን ንኹሎም ነናብ ክፍሎም ኣትዮም ንኽድቅሱ ትእዝዞም። ንጽባሓይቱ ድማ ሞሊ ንሮኪ ሒዛቶ ናብቲ ውድድር ዝግበረሉ ቦታ ትኸይድ እሞ እንተኾነ ግን ሓደ ስራሕ ክትሰርሕ ስለ ዝደለየት እቲ ውድድር ከይተጀመረ ቀልጢፈ ክመጽእ እየ ብምባል ሓዲጋቶ ትኸድ። ሞሊ ናብ ኣንደርስቱድ ትኸድ እሞ እቶም ዝመጹ ሰባት ንሮኪ ከይወስድዎ ስለ ዝፈርሐት፣ ናይ ሂፕኖሲስ ክእለታ ተጠቒማ እቶም ሰባት ክመጹ ከለዉ ሮኪ ዘይኮነስ ካሊእ ቆልዓ ንክተቕርበሎምን ንዓኣን ንሮኪን ድማ ካልኦት ክልተ ቆልዑ ዝደልዩ ክመጹ ከለዉ ብሓደ ንክትሰዶም ከም ትሓስብ ትገብራ። ብተወሳኺ ድማ ንኹሎም ኣብዚ መዕበዪ ህጻውንቲ ዝነብሩ ቆልዑ ብፍቕርን ብስኒትን ክትንከባኸቦም ከም ትሓስብ ትገብራ እሞ ወጺኣ ክትከይድ ክትብል ናይ ባዕላ ህይወት ዘኪራ ኣነ ግን ኣበይ ተረኺበ ይኸውን ብምባል ናይ ባዕላ ፋይል ኣውጺኣ ክተንብብ ትጅምር። ብዝገርም መልክዑ ሞሊ ስድራ ቤታ ከም ዘይሞቱን እንተኾነ ግን ቆልዓ እንዳሃለወት ኣብ ኣፋፌቲ ዝምዕበይ ህጻውንቲ ገዲፎማ ከም ዝኸዱ ትርኢ እሞ ኣዝያ ትሓዝን። ኣብዚ እዋን ግን ናይ ሮኪ ውድድር ዝግበረሉ ሰዓት ስለ ዝኣኸለ ዳጉየት ናብቲ ቦታ ትኸድ። ሞሊ ናብቲ ውድድር ዝግበረሉ ቦታ እንዳጉየት ክትከይድ ከላ ብዘሕዝን መልክዑ ግን ሮኪ ዝወዳደረሉ ሰዓት ኣኺሉ ናብ መድረኽ ይወጽእ እሞ እንተኾነ ግን ብሕፍረት ምድራፍ ኣብይዎ ንሪኦ። ሞሊ ናብቲ ውድድር ዝግበረሉ ቦታ ክትበጽሕ ከላ፣ እቲ ውድድር ተወዲኡ ሮኪ'ውን ኣብ ሰዓታ ብዘይምምጽኣ ኣዝዩ ይሓርቕ። በቲ ሓደ ድማ እቶም ሓደ ቆልዓ ክወስዱ ዝደልዩ ስድራቤት ናብ ኣንደርስቱድ ይመጹ እሞ ኣንደርስቱድ ከኣ ሰለስተ ቆልዑ ኣምጺኣ ካብዚኦም ሓደ ምረጹ ትብሎም። ብዝገርም መልክዑ ግን እቲ ሓሪቑ ዘሎ ሮኪ ይመጽእ እሞ ብዝተረጋገኣ መንፈስ ምስዞም ስድራቤት ተላልዩ ጽቡቕ ጸባይ ስለዘለዎ ንዕኡ ንክወስድዎ ይሓቶም። እቶም መጺኦም ዝነበሩ ኣጋይሽ እውን ንሮ ክፈትዮሞ ሒዞሞ ክኸዱ ይጅምሩ እሞ ኣብዚ እዋን ሞሊ መጺኣ እንዳኸደ ስለ ዝረኣየቶ ብሓዘን ደድሕሪኡ ክትጎዪ ትጅምር። ኣብ መወዳእታ ድማ እዞም ሰባት መኪንኦም ደው የብሉላ እሞ ሞሊ ናብ ሮክ ይኸዳ እዚ ኩሉ ዝገበረቶ ኣንደርስቱድ ምእንታን ከይትፈላልዮም ሓሳባ ንክተቕይራ እንዳሰርሐት ምንባራ ትነግሮ። ንሱ ድማ ኣብ ህይወተይ ክንዳኺ ዝቐርቡ ሰብ ዋላ እኳ ተዘይሃለወኒ ንስኺ ግን ብዙሕ ግዜ ንኽሓርቅ ጌርክኒ ኢኺ ብተወሳኺ ድማ ተወዳደር ኣብ ጎንኻ እየ እንዳበልኪ ኣብ መወዳእታ ግን ንስኺ እውን ጠፊእኺ ብደቂ ሰባት ንኽዋረድ ጌርክኒ ኢኺ ስለዚ ድሕሪ ሕጂ ምሳኺ ክኸውን ኣይደልን ይብላ እሞ ክልቲኦም ተሰናቢቶም፣ ሓዲጉዋ ምስዞም ሓደሽቲ ስድራቤቱ ናብ ለንደን ይኸድ። ብድሕሪኡ ሞሊ በቲ ዝገበረቶ ነገር ኣዝያ ሓሪቓ፣ ካብ ዓይና ተሰዊሮም ክሳብ ዝጠፍኡ ደው ኢላ ትጥምቶም እሞ ኣብ መወዳእታ ናብ ክፍላ ተመሊሳ ምስ ሓንቲ መሓዛኣ ክተዕልል ትጅምር። ኣብዚ እዋን እታ መሓዛኣ ንክተረጋግኣ ሓሲባ ኣጆኺ ካብ ዕለታት ሓደ መዓልቲ ሮኪ ክመጽእ እዩ ትብላ እሞ ንሳ ግን ሮኪ ክመጽእ ከምዘይኽእልን ብዘይክኡ ከኣ ክትነብር ከምዘይትደልን ክትነግራ ከላ ንሱ ዘይመጽእ ተኾይኑማ ንስኺ ክትከዲ እኮ ትኽእሊ ኢኺ ትብላ። እዙይ ዝሰምዐት ሞሊ እውን በዚ ሓሳብ ተሰማሚዓ ሕጉስቲ ትኸውን እሞ ዘለዋ ናይ ሂፕኖሲስ ክእለት ተጠቒማ ንኽትከይድ ትውስን። ሞሊ ናብ ለንደን ክትከይድ ተኾይና ናይቶም ንሮኪ ዝወሰድዎ ስድራቤት ኣድራሻ ስለ ዘድልያ ተሓቢኣ ናብቲ ናይ ሮኪ ፋይል ዘለዎ ቦታ ትኸይድ እሞ ኣድራሻ እንዳወሰደት ከላ ብድሕሪኣ ኑክማን ብምምጻእ እታ መጽሓፍ ሃብኒ እንዳበለ ከፈራርሓ ይጅምር። ንሳ ግን ነታ ኣድራሻ ዘለታ ወረቐት ቀዲዳ ሒዛታ ክትጎዪ ትጅምር እሞ ኑክማን ደድሕሪኣ እንዳጎየ ንኸርክባ ክፍትን ከሎ ሓደ ኸልቢ ብምምጻእ እግሩ ነኺሱ የውድቖ እሞ ሞሊ ድማ ነዚ ኸልቢ ሒዛቶ ተምልጥ። ሞሊ ዋላ እኳ ገንዘበ ይሃልዋ ንሳ ግን ዘለዋ ናይ ሂፕኖሲስ ክእለታ እንዳተጠቐመት ብመኪና ጌራ ናብ ለንደን ትኸድ። ኣብ ለንደን ምስ በጽሐት ድማ ናብ ሓደ ዓብዪ ሆቴል ትኸይድ እሞ ኣብኡ እውን ዘለዋ ናይ ሂፕኖሲስ ክእለታ ተጠቒማ ናይቶም ናይዚ ሆቴል ሰራሕተኛታት ሓንጎል ተቖጻጺራ ኣብቲ ሆቴል ብሉጽ ናብ ዝኾነ ክፍሊ ኣትያ ቲቪ እንዳረኣየት ደስ በሃሊ ምሸት ተሕልፍ። ንጽባሒቱ እውን ዘለዋ ክእለት ተጠቒማ ንሮኪ ክትደልዮ ትጅምር እሞ ኣብ መወዳእታ ተዓዊትላ ምስ ረኸበቶ ብዛዕባ እቲ መጽሓፍ ነጊራ ካብ ሕጂ ንደሓር ክልቲኦም ከይተፈላለዩ ብፍቕርን ስኒትን ከይተጸገሙ ክነብሩ ከም ዝኽእሉ ትነግሮ። ንሱ ግን ኣብዚ ጽቡቓት ስድራቤት ስለ ዝረኸበ፣ ካብ ሕጂ ንደሓር ካብዞም ስድራ ተፈልዩ ክነብር ከም ዘይደልን ብተወሳኺ እውን ነቶም ንዕኡ ብዘይ ዋላ ሓደ ጥቕሚ ክንከባኸብዎ ዝወሰኑ ሰባት ከሕዝኖም ከም ዘይደሊ ነጊርዋ ሓዲግዋ ይኣቱ። ሽዑ ሞሊ ኣዝያ ሓሪቓ ናብ ሆቴላ ትምለስ እሞ ኣብ ቲቪ ሓንቲ ህብብቲ ደራፊት ዳደረፈት ትርኢ። ቀጺላ ድማ እዛ ደራፊት ምስኣ ተቐባሊ ኮይኑ ዝደርፍ ደራፊ ከም ትደልን ነዙይ ከዓ ተወዳዲሮም ክኣትው ንዝደልዩ ሰባት ኣድራሻኣ ትሕብር እሞ ሞሊ ኣብዚ ውድድር ንኽትሳተፍ ትውስን። ሞሊ ናብቲ ውድድር ዝግበረሉ ቦታ ክትከይድ ከላ እዛ ደራፊት ኣዝያ ህብብቲ ስለ ዝኾነት ብዙሓት ምስኣ ክሰርሑ ዝደልዩ ሰባት ተኣኪቦም ኣለው። ንሳ ግን ከም ኩሉ ሰብ ታራኣ ሓልያ ናብ ውሽጢ ትኣቱ እሞ ናብ ውሽጢ ክትኣቱ ከላ እዛ ደራፊት ምስ ማናጀራ እናተቋየቖት ትረኽባ። ሞሊ ከኣ ዘለዋ ናይ ሂፕኖሲስ ክእለት ተጠቒማ ነቲ ማናጀር ሓንጎሉ ትቆጻጸሮ እሞ ኣብ ከክንዲ እታ ህብብቲ ደራፊት ንዓኣ ከም ቀንዲ ደራፊት ገይሩ ንኽቖጽራ ንኽሓስብ ትገብሮ። እዚ ነገር ተዓዊትላ እውን እቲ ማናጀር ንሞሊ ቀንዲ ደራፊት ገይሩ ይቖጽራ እሞ ናይ ሞሊ ህይወት ክቕየር ይጅምር። ኣብዚ እዋን ሞሊ ኣብ ለንደን ህብብቲ ደራፊት ኮይና። ኣብ ዓበይቲ ናይ ፖድካስት ፕሮግራማት እንዳተዓደመት ክትቀርብ ጀሚራ ኣላ። ኣብ ጎደናታት ናታ ስእሊ እንዳተለጠፈ፣ ኣብ መንገዲ ዝረኸብዋ ሰባት እውን ምሳና ተሳኣልን ፈርምልናን ብዝብሉ ሰባት ክትጨናነቕ ጀሚራ ኣላ። ኣብዚ እዋን ግን ሞሊ ሓደ ፈተና ኣጓኒፍዋ። ሞሊ ምድራፍ ይኹን ምድናስ ዘይትኽእል ስለዝኾነት፣ ኣብ መድረኽ ወጺኣ ክትደርፍ ከላ ዝረኣይዋ ሰባት፣ እዚ ኹሉ ህቡብነት ዝረኸበቶ ገንዘብ ከፊላ ምዃና ስለ ዝሓስቡ፣ ኣብ ቀረባ እዋን ምውዳቓ ኣይተርፍን። ነዚ ፈተና ንምሕላፍ ድማ ናይ ሂፕኖሲስ ክእለታ ክትጥቀም ስለ ዘለዋ፣ ዝረኣይዋ ሰባት ኩሎም ድምጻን ዳንሳን ፈትዮምላ ከም ዘድንቕዋ ዝገብር ክተንብብ ትጅምር። ብድሕሪኡ ነዚ ነገር ድሕሪ ዝተወሰነ መዓልታት ኣብ ዝካየድ ኮንሰርት ንኽተትግብሮ ወሲና። ኣብቲ ኮንሰርት ብኣካል ይኹን ብቲቪ ዝርእይዋ ሰባት ኣብ ቁጽጽራ ተእትወሉ ምድላዋት ትውድእ። በቲ ሓደ ድማ ሮኪ ስድራቤቱ ካብቲ ሕጂ ዝመሃረሉ ዘሎ ትምህርቲ ቤት ኣውጺኦም ኣብ ሓዳሪ ትምህርቲ ቤት ከምርዎ ከም ዝደልዩ ይሰምዕ እሞ ንሱ ድማ ናብኦም ከይዱ ብነጻነት ክመሃር ስለ ዝደሊ ካብዚ ትምህርቲ ቤት ክወጽእ ከም ዘይደሊ ይነግሮም። ቀጺሉ ድማ ናብ ክፍሉ ብምኻድ ኩሉ ዘለዎ ኣቑሑት ይእክብ እሞ ብድሕሪኡ ብፍንሽትራ ዘሊሉ ወጺኡ ንሞሊ ክደልያ ይጅምር። ሞሊ ድማ ነዚ ኩሉ ህዝቢ ክትቆጻጸረሉ ትኽእል ሜላን ክእለትን ኣንቢባ ትውድእ እሞ ኣብ መጀመርያ ኣዒንታ ጥራሕ ንኽቕረጽ ገይራ ኩሉ ሰብ ኣዒንታ ንኽሪኣ ትሓትት። በቲ ሓደ ድማ እታ ሓቀኛ ህብብቲ ደራፊት ንሞሊ ክትረኽባ ናብ ውሽጢ ትኣቱ እሞ ብዝገርም መልክዑ ነቲ መጽሓፍ ምስ ረኸበት ሞሊ ብኸመይ ኣብ ሓጺር እዋን ህብብቲ ከም ዝኾነት ትፈልጥ። ኣብዚ እዋን ድማ ንኩማል እውን ናብቲ ቦታ ይመጽእ እሞ እቲ መጽሓፍ ኣብ ኢድ እታ ደራፊት ምስ ረኣዮ ንኸሕድጋ ይፍትን። ሽዑ ክልቲኦም ነታ መጽሓፍ ክወስዱ ክቃለሱ ይጅምሩ እሞ ኣብ መወዳእታ ግን እታ ደራፊት ዝገበረት ገይራ እታ መጽሓፍ ሒዛታ ትኸድ። ሞሊ ፕሮግራማ ክተቕርብ ከላ ኩሉ ሰብ ፈትዩላ። ኣብ ሓጺር እዋን ከምዚ ኢላ ህብብቲ ብምዃና ብዙሓት ከድንቕዋ ጀሚሮም ኣለዉ። ንሳ ግን ብኸመይ መልክዑ ህብብቲ ከም ዝኾነት ስለ ትፈልጥ ከምቲ ዝድለ ሕጉስቲ ኣይኮነትን። ኣብ መወዳእታ ድማ ፕሮግራማ ወዲኣ ክዳና ንኽትቅይር ናብ ክፍላ ትኣቱ እሞ ኣብ ውሽጢ እታ ሓቀኛ ደራፊት ጸኒሓ። ኣነ ኣብዚ ሕጂ በጺሐዮ ዘለኹ ደረጃ ንምብጻሕ ሽዱሽተ ዓመት ወዲኡለይ ብዙሕ ተፈቲነ እየ። ብዘሕዝን መልክዑ ግን ንስኺ ናይ ሰባት ሓንጎል ተቖጻጺርኪ ካብቲ ዝፈትዎ ስራሕ ኣውጺኽነለኺ ትብላ እሞ ሞሊ ከኣ በዚ ነገር ኣዝያ ሓዚና ነዛ ጓል ይቅርታ ብምሕታት ካብ ሕጂ ንደሓር ናብዚ ቦታ ከም ዘይትመጽእ ትነግራ። ቀጺላ ድማ ናብቲ ማናጀር ትኸይድ እሞ እዛ ሓቀኛ ደራፊት ካብኣ ንላዕሊ ክእለት ስለ ዘለዋ ናብ ስርሓ ንኽመልሳ ኣእሚናቶ ትኸድ። ሞሊ ካብቲ ናይ ሙዚቃ ኮንሰርት ወጺኣ እንዳኸደት ከላ ድማ ሃንደበት ኣብ መንገዲ ንሮኪት ረኽቦም'ሞ ስለ ዝተራኸቡ ኣዝዮም ተሓጒሶም ተሓቋቚፎም። ሞሊ ብዛዕባ እቲ መጽሓፍ እንዳነገረት ክተርእዮ ትጅምር። ኣብዚ እዋን ግን ሓንቲ ሰበይቲ ትመጽእ'ሞ ካብ ኑክማን ዝተጻሕፈ ደብዳቤ ትህባ። ኣብቲ ደብዳቤ ድማ ኑክማን እታ መጽሓፍ ዘይትዎ ተኾይና ከልባ ከም ዝቐትለላ ዝሕብር ስለ ዝኾነ፣ ሞሊ ናብቲ ንዕእ ዝበላ ኣድራሻ ትኸድ። ሞሊ ናብቲ ቦታ ከይዳ ዘላ ንኖክማን ሓንጎሉ ተቖጻጺራ ደስ ዝብላ ነገር ክትገብር ክትከውን ከላ ሮኪ ድማ ብርሑቕ ኮይኑ ይከታተላ ኣሎ። ብዘሕዝን መልክዑ ግን ኑክማን ቀዲሙ እዚ ነገር ስለ ዝተረድኦ ሓንጎሉ ንኸይትቆጻጸሮ መነጸር ጌሩ ይመጽእ እሞ ካብ ሕጂ ንደሓር ምስኡ ኮይና ዘለዋ ክእለታ እንዳተጠቐመት ባንኪ ንክሰርቁ ሓሳብ የቕርበላ። ንሳ ግን እዚ ክእለት ተጠቒማ ሕማቕ ስራሕ ናይ ምስራሕ ድሌት ስለዘይብላ ኣይኸውንን ኢላ ትኣብዮ እሞ ንሱ ድማ ዋላ ሓደ ናይ ሙዚቃ ክእለት ከምዘይብልክን እንተኾነ ግን ኣስማት ተጠቒምኪ ኣታሊልክዮም ከምዝነበርክን ክነግሮም እየ ኢሉ የፈራርሓ። ሽዑ ሞሊ ካሊእ መማረፂ ስለ ዘይብላ ከይፈተወት በዚ ሓሳብ ትሰማማዕ እሞ ካብ ሓደ ባንኪ ሓንቲ መኪና ብዙሓት ኣቑሑ ፅዒና እንዳወፀት ከላ ሞሊ ናብቶም ሰባት ቀሪባ ሓንጎሎም ትቆፃፀሮም ብድሕሪኡ ነቶም ኣፍታ መኪና ዝነበሩ ሰባት ንኽወርዱ ትገብር እሞ ምስ ንኩማን ኮይኖም ነታ መኪና ሒዞማ ይጠፍኡ። ናብ ሓደ ቦታ ምስ በፅሑ ግን ንኩማን ንሞሊ ከለዋ ዝህባ ብምምሳል ናብ ሓደ ቦታ ኣትዩ ይዓፅዋ። ኣብዚ እዋን ኣዲኡ ንንኩማን ትመፅእ እሞ ብዝገርም መልክዑ ናይዚ ኩሉ ስርቂ ትልሚ ዘውጸት እዛ ሰበይቲ ምዃና ንፈልጥ። ኣዲኡ ንኖክማን፣ ወዳ፣ ነታ መጽሓፍ ባዕሉ ረኺቡ። ናይ ሰባት ሓንጎል ምቁጽጻር ስለ ዘይኽእል ድማ ኣዝያ ሓሪቓ፣ ንስኻ ናተይ ውላድ ኣይኮንካን፣ ከማኻ ዓይነት ሰነፍ ውላድ የብለይን ብምባል ንኑክማን እውን ናብ ሞለእትያ ትዓጽዎ። ብድሕሪኡ ኣዲኡ ንኑክማን ነዚ ኩሉ ሃፍቲ ንኽትወስድ ናብታ ካብ ባንኪ ዝመጸት መኪና ትኣቱ እሞ ኣብዚ እዋን ግን እቲ ኩሉ ነገር ብርሑቕ ኮይኑ ዝዕዘብ ዝነበረ ሮኪ፣ መስትያት ሒዙ ብምምጻእ ናብቲ ኣዲኡ ንኑክማን ምስ ሰራሕተኛኣ ዘለቶ ቁልፊ ኣመዓራርዩ የቕምጦ እሞ ቀጺሉ ድማ ንሞሊ ዘለዋ ክእለት ተጠቒማ ንኽትዓጽዎም ምልክት ይህባ። ንሳ እውን ከምቲ ሮኪ ዝበላ እነዲኡ ንኖክማን ኣብ ውሽጢ እታ መኪና እንዳሃለዉ ትዓጽዎም እሞ ሮኪ ድማ ንሞሊን ንኑክማንን ካብቲ ዝተዓጸውዎ ይኸፍቶም። ሞሊ ናብ እነዲኡ ንኑክማን ብምቕራብ ንኹሎም ትቆጻጸሮም እሞ፣ እዚ ኩሉ ሃፍቲ ሒዞም ባዕሎም ንፖሊስ ኢዶም ከም ዝህቡ ትገብር። ኣብ መወዳእታ ድማ ሞሊን ሮኪን ንመሓዙቶም ዝኸውን ውህብቶታት ገዚኦም ናብቲ ዝዓበዩሉ መሐብሐቢ ህጻናት ዳኸዱ ንርኢ። እኒ ሞሊ ናብቲ ቦታ ክበጽሑ ከለዉ ብታሕጓስ ምስ ኩሎም መሓዙቶም ክሰዓዓሙ ይጅምሩ'ሞ፣ ኣብዚ እዋን እታ ዝጸልኡዋ ዝነበሩ ኣንደርስቱድ ከም ዝተሰጎጎትን ኣብ ከክንዳኣ ድማ እታ ኣንደርስቱድ ክትቀትላ ፈቲና ዝነበረት ኩሎም ዝፈትውዋ ቤሪ ድሒና መጺኣ ናይዚ ቦታ ኣመሓዳሪት ከም ዝኾነት ይፈልጡ። ካብዛ እዋን ንደሓር ድማ ሞሊ ኣስማታዊ ህይወት ገዲፋ ሓቀኛ ህይወት ንኽትነብር ትውስን እሞ ነቲ መጽሓፍ ናብቲ ዝረኸበትሉ ላይብረሪ ወሲዳ ተብጽሖ። ኣብ ናይ ፊልምና ናይ መጠረሽታ ትርኢት ድማ ሞሊን መሓዙታን ኣብቲ መሐብሐቢ ህጻናት ተኣኪቦም ሮኪ በቲ ጥዑም ድምፁ እንዳደረፈሎም እንዳረኣና ፊልምና ትውዳእ። ፍትዋት ተኸታተልቲ ፊልምና ከምዚ ዓይነት ደስ በሃሊ ፊልምታት ክመፀኩም ተደሊኹም ላይክ፣ ሼር፣ ሳብስክራይብ ምባል ከይትርስዑ። ኣብ ቀፃሊ ብኻሊእ ፊልም ክሳብ ንራኸብ ሰናይ ኩኑለይ።